ክዛረብ ክሳይ ኣይገበርኩን ነይረ ጊን ግዴታ ስለ ዝኾነ እቲ ቃልሲ ዋጋ ስለ ድኸፈልናሉ ሳክስ ኢሎም ኣብ ገዝኦም ኮፍ ኢሎም ኣብ ቲቪ ዝሪኡና ዝነበሩ መጺኦም ብዘሎ ዝነበርና ቃልሲ ብኡኡ ካልእ ነገራት ከይገበሩ ኢለ እየ ክሳይ ዝገብር ዘለኹ እምበር ንወዲ ወርቅነ ምስ ረኣኽዎ እንድሕር በዓል ሰላም በዓል ፍሊሞን ካልኦት ካልኦት ብዙሓት ማለት እዩ ክሳብ ሸሞንተ ሸውዓተ ከቁጽረኩም ይኽእል ናይ ብርጌድ ንሓመዱ ካብዚ ምድሪ ዓለም ዝተፈለዩ ማለት እዩ ኣብዘን ውሽጢ ክልተ ዓመት ኣብ እስርቤት ዘለዉ ኣባላትና ኣብ ማህረምቲ ዘለዉ ኣባላትና መቓልስቲ ኩሊቶም ነቲዖም ዘለዉ የዕንቶም ፈሲሶም ዘለዉ ኩቡራት ኣሕዋት ነዚኦም ዶ ንርኢ ንምንታይ ኢና ጊን እቲ ሓደ ናይቲ ሓደ ጸግዒ ኮይኑ ንዓይ ክጸርፈኒ ድመጽእ እቲ ሓደ ናይቲ ሓደ ጸግዒ ኮይኑ ነቲ ሓደ ክጸርፎ ድመጽእ ሕጂ ከኣ ንሕና ኣብዚ ኣለኹም ኩላትኩም ማለት እዩ ደለይቲ ፍትሒ ትብሃሉ ኣብ ጀርመን ካብ ዕለት ዕስራን ሽዱሽተን ኣትሒዝና ክሳብ ሳብ ዕለት ዕስራን ሸሞንተን ዘሎ ሃለ ተኻርዩ ኣሎ ምጹ እ በቃ ኣነ ዓደይን ሃገረይን ዝናፍቐ ድበለ መን ዩ መን ዩ እንታ ወሳይ መሊኡ ንኺድ ዓድና ንድሕን እንታይ ዳእሞ ኣዴታትና ዳእሞ ካብዚ ብኻራ ደደቡሕና ዳእሞ ሬሳ ክቕበላ ኮይነን ሕጂ ዲኻ ካብ ናይ ልብያን ናይ ሳህራን ናይ ሲንያን ካይኣክለንሲ ኣብኡ ኣትዮም ኣትዩ እዩ ክስተወደይ ኢለን ቁሩብ ጎነን የዕሪፋስ ሕጂ ካኣ መሊሰን ሬሳ ክቅበላ ሬሳ ናይ ደቀን እንታይ እዩ እዚ ክልተ ዓመት ሙሉእ ኣብዚ ማሲሜራ ኛኽ ተባሂልና ከም ቆልዑ ተባሊዕና መፍቶ ህግደፍ ኮይና ጅኻሬዎ ህግደፍ ክኣ ጻውተና ኣሎ ንየሕዋትና ኣብ ኣፍደገ ገዛ ጸኒሑ ሓንሳብ ብበትሪ ይሃርሞም ሓንሳብ ብገዞም ይጎዝሞም ተወዲኣ ኣብ እስራኤል እንታይ ኢዩ ኣነ ኣይፈልጥን ኣብዚ ኤሮጳ ፐርሃፕስ ከምኡ ክገብሩ ይክእሉ እዮም ክትብል ትክእል ኣብዚ ዓዲ ሕጊ ሕጊ ኣሎ ማለት እዩ ኣብ እስራኤል ግን ኣነ ከም ዝርዳእኒ በቃ እንድዒ ከም ብቅርጽምካ ትነብር ኮይኑ ዝስምዓኒ ቆልዓ ቆልዓ ሃሪሞም እዮም ነይሮም ቅድሚ ሕጂ ከምዚ ዝኾነ ዓይነት ትገብርሲ ግደፎ ን ንውላድካ ዓይንኻ ኣብጢጥካ ተተዛሪብካዮ እዩ ውላድካ ወይ ፖሊስ ትሕቲ ቀይዲ ደእትወካ ሕጂ ኸኣ ደሓን ብዙሕ ተሪር ይሓይሽ ወዲ ወርቅን ሓውና ኣምላኽ ብየማናይ ኢዱ ይቀበልካ። ካልእ ወላ ሓንቲ ክብል ኣይክእልን'የ። እታ ንስኻ ትሓልማን እታ ንስኻ ትደልያ ዝነበርካን እቶም ብህይወት ንቕጽል ክንበጽሓ ኢና፣ እቶም ካብ ምድሪ ዓለም ንፍለ ኸኣ ክንስዕበካ ኢና ማለት'ዩ። ካልእ ወላ ሓንቲ ክብለካ ኣይክእልን'የ፣ ንሰበይትኻ፣ ንስድራኻ፣ ንደቅኻ፣ ንኻልእ ካልእ። ወዘተ ማለት እዩ ብፍላይ ንተቃለስቲ ኣብ እስራኤል ዘለኹም ደለይቲ ፍትሒ ብርጌድ ንሓመዱ ኣብዚ ኣብ ልዕሊና ወሪዱ ዘሎ ኣምላኽ ጽንዓት ይሃበና ብዓብዩ ከኣ ንሰበይትኻን ንደቅኻን ማለት እዩ ንስኻ ተፈሊኻ ኢልና ካብ ደቅኻ ንፍለየሉ መንገድታት የብልናን። ንስኻ ተፈሊኻ ኢልና ካብ ሰበይትኻ ንፍለየሉ መንገድታት የለን። ክሳዕ እቲ ዘሎ ክሳዕ ዘለና ኣብዚ ምድሪ ዓለም ብዝከኣለና መጠን ክንሕግዝ ኢና፣ ክንጓዓዝ ኢና፣ ክንቅጽል ኢና ከኣ። እዚ መሊሱ የበርትዓና ደኣ። መሊሱ ወላ ሓንቲ ክስታይ ኣይገብረናን እዩ ሓንቲ ነገር ኣብ መወዳእታ ክብለኩም ዝደሊ ናይ ሰለስተ ሰባት ዕድል ክህብ እየ ኣብ እስራኤል ለለኹም ብምልእኹም ደለይቲ ፍትሒ ብርጌድ ንሓመዱ ማለት እዩ በጃኹም ወላ ገዛ ከማን ብሓንሳብ ኩኑ ክብል እየ ደሊ ኣነ በቃ እንድሕር ብምንታይ እዩ ከምዚ ምሻሎ ኣብ ሓንቲ ገዛ ኣብ ሓንቲ ከባቢ ኩኑ። ማዕረ ከምዚ እንድሕር ተርኣ ተልዩ ኣብ ልዕሌኹም ኣብ ሓንቲ ከባቢ ክትኮኑ ኣብ ሓንቲ ገዛውቲ ክትኮኑ ኣነ ተስፋ ገብር ኣጆኹም እንታይ ኢና እሞ ክንብል ኣጆኹም ኢና ክንብል ካልእ ንብሎ መንገድታት የለን። ቀሪብና ኢና ክንዕወት ኢና ከኣ ናይ ሓደ ክልተ ሰባት ተዛረብዎ ተራ ተሊኩም ከኣ ክሰምዓኩም እየ ዕድል ከም